ሰላም ኣብ ናይ ሎሚ መደብና ብጣዕሚ ኣዘራራቢ ዘሎ ስታርሊን ገብረስላሴ ኣብዚ ሕዚ ሰዓት ሚስጥር ኣውጺኡ እንዳተባህለ እዩ።
ቴክኒካል ችግር ነው አየር ኃይል ይልማን ጠይቁት እስቲ ድንበር አካባቢ የወደቀው ድሮን ምን ሆኖ ነው በሉት። እሱ ጥራሕ ኣይኮነን ኣብዚ ሕዚ ሰዓት ሃይለ ደደቢት ብዛዕባ ኤርትራ ዝብሎ ዘሎ ኤርትራስ ክንወረ ኢና ክንወረ ኢና ብዝኾነ ይኹን መንገድ ተለልና ሞት ዝደለናዮ ፍጥነት ከይንኸይድ ዝእግደና ዘሎ ናይ ወያነ ምድላው እዩ። ኤርትራ ክንታኾስ ዘይተገበረ ጻዕርን ሸርሕን የለን ኣይንገብሮን። እዚኦምን ካልኦትን እዋናውን ሓድሽ ሓበሬታታት ሒዘልኩም ቀሪበ ኣለኹ ክሳዕ መወዳእታ እዚ ቪድዮ ዝሓበርክን ምጽንሑ ኩላና ላይክ ምግባር ንጀምሮ ንቐጽል እሺ ፍትዋት ተኸታተልቲ ቀዳማይ ቪድዮና እስኪ ስታሊን ገብረስላሴ ማልት ኣብዚ ሕዚ ሰዓት ብዛዕባ ጽምዶ እዚ ማሓራ ሚድያ ኣዛራራቢ ኮይኑ እንዳቐጸለ ከም ዝርከብ ከም ዝፍለጥ ኮይኑ ማልት ኣብዚ ሕዚ ሰዓት እስኪ ብዛዕባ ጽምዶ እንታይ እዩ ዝብል ዘሎ ዝብል ቐጺልና ንስማዓዮ። ኩላ ፅምዶ ፅምዶ ፅምዶ ፅምዶ ፅምዶ ትብል ዘላ ኣዳሜ ኣብ ፅምዶ ዘሎ ረብሓ ስለ ትፈልጥ እያ ተፃሚደም መፅኦም ብርሃኑ ጁላ እኳ ጀላዕ እኳ እዚ ብዛዕባ ፅምዶ ይውግዐና ኣሎ ሳልሳይ ናይ ትግራይ ወራር ናይ ትግራይ ሳልሳይ ወራር ንሱ ኣይኮነን መሪሕዎ ተስማዕሚዑ እዚኣ ትገብር ኻ እሺ እዚኣ ትገብር ኻ እሺ ፊሊጶስ ይምርሓ ይኽባቶ እሺ ኢሉ እሕሊፉ ዝሃበ እዩ እዚ ሳልሳይ ወራር ፊልጶስ እዩ መሪሕዎ እሱ ኮነ መሪሕዎ ከም ዓብዪ ጀነራል ኮይኑ በበቃኝ ኮነ ጨረሱት እኮ ክብል ተሎ እዚኣቶም እወ ሓቂ ከዓ እዮም ዝብልዎ ንፅባሒቱ ፊልድ ማርሻል ማርሻል እዮም ዝብልዎ ባይዞ ፊልድ እውን ኣይገ ማርሻል ዳነወይ ብርሃኑ ይብልዎን ቀዳማዊት ዝናሽ ንብላና ዝንየ ንብላ ቀዳማዊት እዩ ዝብላ ኣተይ ይብላ ቀዳማይ ማለት መዓርግ ስለ ዝኾነ ገለ ኣይኮነ ኣወኒኻ እሞ ከዓ ሓሽከር ይብልዎ ሓሽከር ሻዕብያ ክኸውን ይብልዎ ንባዕሎም ህልም ህልም ዝበለ ሓሽከር ሃልዮ ሓሽከር ምዃነ እውን ኣይፈ ባይዞ ሓሽከር ሓሽከር ምዃነ ኣይፈልጥን ጎይታይ እኮ ስለ ዝፈተውኒ እኮ እዮም ዓይነይ ስለ ዝፈትዎ ኣፍንጫይ ስለ ዝነውሐ እኮ እዩ ስነይ እኮ ክምሳይ እኮ ፅቡቅ ስለዝኾነ እኮ እዩ ቦዲጋርድ ስለዝኾንኩ ፅቡቅ ትምህርቲ ስለዘለኒ እኮ እዩ ዝምድና ስለዘለኒ እኮ እዩ ብደንብ እኮ እዩ ዝኳኹ እግሮም እኮ ብደንብ እዩ ዝሓፅቦም እኮ ኢሉ ንባዕሉ እዩ ንባዕሉ እዩ ምክንያት ዝፈጥር ብከምዚ ምክንያት ተፈትየ ዘለኹ እዩ ዝብል ሓሽከር ኮይነ ይኸውን ንባዕሉ ሰየእምናን ማለት እዩ ካብ ኩሉ ተመልከቲ ናይ ውርደት ውርደት ናይ ሓምሳ ዓመት ገበነኛታት ክበሃሉ ተለው እንመን እዮም ናይ ሓምሳ ዓመት ገበነኛታት ኣብይ ይብሎም ብርሃኑ ጁላ ኢልዎም ብቀዳማይ። እሺ ካብዚ ምቅጻል ማለት እዩ ሃይለ ደደቢት ኣብዚ ሕዚ ሰዓት ብዛዓባ ኤርትራ ዝብሃል ዘሎ ሓደ ሚስጥር እናተዛረበ እዩ ዝርከብ ዘሎ እስኪ ቀጺልና ንስምዓዮ። ኤርትራስ ክንወራ ኢና ክንወራ ኢና ብዝኾነ ይኹን መንገዲ ተለልና ቦቲ ዝደለናዮ ፍጥነት ከይንኸይድ ዝእግደና ዘሎ ናይ ወያነ ምድላው እዩ ወያነ ዋላ ክወግኣኩም'የ እንተዘይበለና፣ ናብ ኤርትራ እንተኣቲና በበይ ከም ዝመጹን ኣይፍለጥን። ምስ ኤርትራ ኮይኖም ዋላ ኣብ መሬት ኤርትራ ኣትዮም ንእሽተላ ዝዋግኡ ናይ ወያነ እንተኣትዮም፣ ናይ ኤርትራ ከቢድ ብረትን ካሊእን ክእለት ጸገብ የለን። በዚ'ዩ ብድሮን ክጠፍእ ዝኽእል እዩ። ናይ ወያነ ሽሉኽሉኽ፣ ናይ ወያነ ደባይ ውግእ ክእለት ግን ዝኽእላ የብላን። ቃል ብቃል እየ ዝብለኩም ዘለኹ። እዚ'ዩ ስኢልካ ገምጋም፣ ግምት ግዛዕ ኣይኮነን። ቃል ብቃል ባዕሉ ኣበባው ታደሰ ኣብ ምዕራብ ትግራይ፣ ኮሎኔላትን ጀነራላትን ኣኪቡ ናይቶም ተከዘ ዘብ ዝበሃሉ ዘለዉ በዓል ደመቀ ዘውዱ እውን ኣብ ዝተረኸብሉ መድረኽ ዝወፀ እሺ ፍትዋት ተኸታተልቲ ካብዚ ምቕፃል ማለት እዩ ኣብ ምስዚ እዋናዊ ኩነታት ኣተሓሒዙ ማለት እዩ ኣብዚ ሰዓት ኩነታት ኢትዮጵያን ኤርትራን ከምቲ ንሪኦ ዘለና ማለት እዩ እስኪ ብ ካብ ትግራይ ዝተውሃበ መልሲ ጀነራል ጆን መዲድ ከ እንታይ ኢሉ ነይሩ ብዛዕባ ኤርትራን ብዛዕባ ዶባት ትግራይን ኤርትራን ማለት እዩ ኤርትራ ክንታኾስ ዘይተገበረ ጻዕርን ሸርሕን የለን ኣይንገብሮን ንምንታይ ፌደራል ከፊትዎ ኮይዱ እቲ ናይ ኤርትራን ናይ ትግራይን ደንበር ንምንታይ ፌደራል ከይዱ ክንባኣስ ምእንቲ ኮይ ውጹ ይተወጹ ክንታኾስ ኮይ ክንታኾስ ሰይራ ኮይ እንታይ ከም ዝግበርስ ኣብ ቅንዕና እንተኾንካ እንታይ ከም ዝግበር ይፍለጥ እዩ። ኣብ ዘይቦታኹም ኣለኹም ኤርትራውን ውፁ ትግራይ እውን ምስ ኤርትራ ትገብርዎ ትንኮሳ ብሕጊ እንተዘይኮይኑ ብሓይሊ ብጉልበት ዝግበር ነገር የለን። ኤርትራ እውን ካብ ናይ መሬት ትግራይ ውፁ ኢሉ መንግስቲ ፌደራል ክዕርዮ ዝግባእ ዝነበረ እዩ። ክሕዝዎ ዝግባእ ቦታ ትሕዝ ኣቢሉ ውፅእ ኢሉ ድላይኩም ተተኩሱ ያው ተታኩሱ እዩ ብዋናነት እዚ ንሕና ይገበርናዮ ብሰላማዊ መንገዲ ክፍታሕ ኢና ጌርና ፌደራል እንተዘይፈቲሕና ዳ እንታይ ዳ ንገብር ተዘራሪብና ምስኦም ፈትሖ መስመር ኮይና ዳ ክንፈትሖ ስለዚ እዚ ምስ ኤርትራ ጥምረ ምናምየ ተባሂሉ ዶ ከምዚ ተባሂሉ ዶ ብዙሕ ክዝረበሉ ዝደለየ ተደለየ ንምንታይ ዘይተዋግኡ ንምንታይ ዘይተታኮሱ ንምንታይ ሰራዊት ትግራይስ ትንኮሳ ገይሩ ወይ ኤርትራ ትንኮሳ ገይሮምስ ንምንታይ ንባዕሎም ኣብ ኩናት ዘይተፀመዱ እዩ እዚ ከዓ ኣይንገብረን ኩሉ ብሰላማዊ መንገዲ ክንፈትሖ ኢና ንፅዕር። እዙይ ማለት ግን ድሌትን ባህግን ህዝቢ ትግራይ ኣሕሊፍና ክንህብ ኢና ማለት ኣይኮነን ንዝኾነ ሓይሊ። ስለዚ ምስ ናይ ኣምሓራ ሓይልታት ይኹን ምስ ናይ ኤርትራ ይኹን ብሰላማዊ መንገዲ ክንፈትሖ፣ ብሰላማዊ መንገዲ ክንመሓዞ፣ ብሰላማዊ ኢትዮጵያ ልክዕ ኣብ ናይ ደርጊ ቦታ ኮይኖም እዮም ዝዛረቡ ዘለዉ። ሕዚ ልኡላውነት ኤርትራ ዘይቕበል ቃልሲ ንወፅዓ ንፍትሒ ንልምዓት ንዲሞክራሲ ናይ ተጋሩ ዘይቕበል እዩ ዘኒ እቲ ኣብ ኣራት ኪሎ ዘኒዮ ኣብ ኣርዓት ኪሎ ዘሎ ስርዓት ሰዘድሕነኩም የለን ክንቅጥቅጥ ኢና እዩ ዝብል ዘሎ ጽቡቅ ደርጊ ዝገበሮ ክንገብር ኢና እዩ ዝብል ዘሎ ተዘረባ ማለት ምንም ኣፈላላይ የብሉን ግዜ ኢና ንሕሉ ነርና ኢሉ እኮ ባጫ ምክንያቱ ከምኡ ዓይነት ሕቶ ተልዒልና እንታይ ከም እንኾን ስለ ንፈልጥ ብዛዕባ ናይ ኤርትራ ልዑላውነት ተተልዒሉ ዝምሕረና ስለ ዘየለ ከምቲ ሓደ ሓደ ተጋሩ ደቂ ሓፍቶም ኣዲስ ኣበባ ነይሮም ድዮ ዝበለ ሓደ ስለ ዝነበሩ ዝብሉ ዘለዉ እንተነኣሰ እንተነኣሰ እንተኾነ እንተኾነ ንክልቲኦም እንተዘይኮይኑ ግን ተጋሩ ክነጥፍኦም ኣለና ተጋሩ ምስ ጠፍኡ እንደገና እቲኦም ቀፃል ፀገም የብሉን ዝብል እቲ ፕሮጀክት ሶ ደርጊ ዝገበሮ ክገብሩ ተኮይኖም ይቐፅሉ ሜዳን እዩ ደሞ ይተንክፉ እንዶ ሂዱ እታ ከም ዝፀንሖም ይፈልጡ እዮም ኣሽምባ እንዶ ሎሚ ኢትዮጵያ ኣብ ብጣዕሚ ዝረብረበት እዩ እዚኣ ክሕደት ገና ኣብ ዘየለለዩሉ ትግራዋይ ብኢትዮጵያውነቱ ኣብ ዘይሓፈረሉ እዋን እኳስ ኣብ ኤርትራ ትርጉም ዘለዎ ለውጢ ከምፅኡ ኣይከኣሉን ስለዚ እዙይ መንገዲ ዕብዳን እዩ ኢለ እየ ኣነ ዝወስድ። ደርጊ ንምዃን ኣይትሓልምን። ምኽንያቱ ደርጊ እንታይ ከም ዝኾነ ስለ ትፈልጥ። ደርጊ ንምዃን እንደገና ካሊእ ናይ ጥፍኣት ፕሮጀክት ኣይተማል ምክንያቱ ደርጊ እንታይ ከም ዘምፀእ ተፈሪጡ ስለ ዝፍለጥ ምንም ዘድሐኖ ነገር የለን ኤርትራ ከምፅእ ይከኣለ ትግራይ እውን ብጉሎት ክቆፃፀር ይከኣለ የግዳስ ኣብ ኤርትራ ምዕሩይ ዝኾነ ግዛዕ ጌርካ ስሙዝ ዝኾነ ርክብ ከይህሉ እዩ ጉድ ኣጒዱ ከይዱ ማለት እዩ። ስለዚ እዙይ ንምድጋም ዝግበር ፀገም እዩ። ግን ካልእ መማረፂ የብሎምን። ኣንተ እኮ ርእካ ዝኹሉ ዓመት ኣብ ዝኾነ ስርዓት ነይሮምስ ትዝረኦዮምስ ናይ ደርጊ ይኩኒ ዲኻኒ ጀና ዝገበሮም ግዛዕ ዝገበሮም ግዛዕ ዝገበሮም ስርዓትስ ኣይቀየሮምን ኣብኣ ኒወፍታ ናይ ደርጊ ማለት እዩ ሰብኣ እንተልኦም ደርጊ ዝገብሩ እዮም ገብሩ ሪፈረንሶም ናይ ደርጊ ወታደራዊ ወፍሪ እዩ ናይ ደርጊ ናይ ፕሮፓጋንዳ ቅዲ እዩ ናይ ደርጊ ረገራዊ እዩ ካልእ ይብሉን ማለት እዩ ካብዚ ወጻኢ ክርኦም ዝኽእል የለን ማለት እዩ። እሺ ካብዚ መቐፃሊ ማለት እዩ ውድብ ባይቶና ማለት እዩ ምስዚ እዋናዊ ኩነታት ኣተሓሒዞ ማለት እዩ ኣብዚ ሐዚ ሰዓት መግለፂ እንዳሃቡ እዮም ዝርከቡ ዘለው። ንሕና ከም ተጋሩ ንሰላም ደው ኢልና እናሃለና መሬትና እውን ተመንጢሉ እናሃለየ ኣብ ኢድ ወረርቲ እናሃለወ መሬት ግዝኣት ትግራይ ትግራይ ልዕሊ ሓደ ሚልዮን ተፈናቐሊ ኣብ ዝባና ሓዚላ እናሃለወት ተፈናቐልታ ተስፋኦም ተመንጢሉ ናይ ኣራዊት ድራር ኮይኖም እናሃለዉ ስርዓት እዚ ንተጋሩ ጥራሕ ኣይኮነን ዝጭፍጭፍ ዘሎ ንኩሉ ኢትዮጵያዊ ናይ ኩሉ ኢትዮጵያዊ ሕልሚ ዝመንጠለ ዓንዳሪ ዝኾነ ስርዓት እዩ ዝኣሰሮ ውዕለይ የኽብር፣ ሕገ መንግስተይ የኽብር፣ ብሕገ መንግስቲ ሽም ጆኖሳይ ዝፍፅም ፅንተት ዝፍፅም ስርዓት እዩ። ስለዚ እቱ ኣብ ውሽጢ ትግራይ ዘሎ ናይ ፍትሒ ጉድለት እቲ ናይ ናይ መሬት ውራ ናይ ማዕድን ውራ ዘለዉ ዝተፈላለዩ ፀገማት ከም ኤክስኪዝ ክቐርብ የብሉ ካብ ብልፅግና ንላዕሊ ትግራይ ቁፅሪ ሓደ ፀላኢ ኣብዚ ምድሪ እዚ የብላን። ብልፅግና ንትግራዋይ ክሕሉ እናተገበኦ ብቲ ሕገ መንግስቲ መሰረት ሓደ ህዝቢ ኢና ሓደ ሃገር ኢና ኢሉ ምክልኻል ናይ ኢትዮጵያ ዝለዓለ ሸር ዝነበሩ ህዝቢ ትግራይ ኣብ ዓለም ሙሉእ ዘለዉ ሓይልታት ኣኪቡ እዩ ንህዝቢ ትግራይ በልዎ ኢልዎ ኣዚዝዎ። እቶም ካልኦት ሓይልታት እውን ገበነኛታት እዮም፣ ካብ ገበን ዘምልጥ የለን፣ ምጽብጻብ ብግዚኡ ክመጽእ እዩ፣ ምንም ሕቶ የብሉን። ናይ ቅደም ሰዓብን ናይ ግዜን ናይ ምዕራይን ናይ ምምቻውን እንተዘይኮይኑ ፍትሒ ክረጋገጽ ኣሎ ኢልና ኢና ንኣምን ከም ባይቶና እቲ ናይ ፌደራል ስርዓት ግን ናይዚ ኩሉ ጠንቂ ፈጣርን ፋሕጣርን ጸዋዕን ዓዳምን ንሱ እዩ ሕዚ እውን ሰላሕታዊ ፅንተት እዩ ዝካየድ ዘሎ ኩላትና ከምንፈልጦ ማለት እዩ ሰላሕታዊ ፅንተት ይካየድ ኣሎ ናይ ህዝቢ ትግራይ ነጋዶ ቢልዮናት ዕዳ ተቆሊሉ ኩሉ ንብረቶም ናብ ምንጣል እዮም ዝኸዱ ዘለዉ ከም ህዝቢ ንሕና ጥራሕ ኩሉ ኩሉ ናይ ትግራይ ክፋል ሕብረተሰብ ኣብ ሓደጋ ይኣትዩ ዘሎ ብሰንኪ እቲ ስርዓት እዚ ስለዚ ክንትልም ኣይንኽእልን ከም ውልቀ ሰባት ክትልሚ ክህልወና ይኽእል ስርዓት እዚ እናሃለወ እዚ ተረጋጊጹ ዝሓደረ እዩ። ስለንታይ ኢና ዘለና ንሕና ጥራሕ ንሰላም ብምቁራብና ሰላም ክረጋገጽ ኣይኽእልን እንተኾነ እውን ግን ንሕና ንሰላም ከም ህዝቢ ኣብ መላእ ዓለም ዘለና ተጋሩ ንሰላም ቆሪብና ደው ንበል ድምፅና ነስምዕ ፕሪቶሪያ ይጠሓሰሎ ንበል ኢና ንብል ዘለና ነዙይ ጥሒሱ እንድሕር መፂ ግን ከምቲ ዓንቶ ዝበልክዎ ሓድነትና ምርጋፅ እዩ ብሓድነትና ክንምክቶ ንኽእል ገለገሊኦም ተብ ትግራይ ዘሎ ናይ ፍትሒ ጉድለት ዘለዉ ብዝተፈላለዩ ነዊሕ ዓመት ዘቑፀሩ ዝተሓላለኹ ፀገማት እቲ ቀዳማይ ፀላእብ ትግራይ ዘሎ እናበሉ መዓት ህዝቢ የደናግሩ እዮም መዓት ሰብ የደና እዚ ፍፁም ጌጋ እዩ እቲ ዝኽሰስ ውድብ ሕወሓት እንድዩ መራሕቲ ሕወሓት ብዙሕ ፀገም ኣለዎ ናይ ኣተሓስባ ፀገም ኣለዎ እቲ ውድብ ኢልና ንኣምን ንሕና ነገር ግን ብታ ዝኣምኑላ ንፀላእ ዝወክቱ እዮም ዝዋደቑ እዮም ዋጋ ዝኸፍሉ እዮም እዚ ፃዕዳ ሓቂ እዩ ክስመረሉ ኣለዎ እቲ ናይ ስትራቴጂክ መሪሕነት ውድቀት ኣሎ ናይ ኣተሓሳስባ ፀገም ኣሎ ወዘተረፈ ቅድሚ ሕዚ ስለ ዝገለጽናዮ እዙይ ማለት ግን ልዕሊ ኣዲስ ኣበባ ደለይቲ ኩናት እዮም እናበልካ ፕሮፓጋንዳ ኣሎ ዝመፅእ ዘሎ ናይ ፀላኢ ንኩሉ ትግራዋይ ዘይምሕር ስለ ዝኾነ ከም ዘይምሕር እውን ብተግባር ስለ ዘረጋገፀ እዚ ኢና ወዲ ሰመንያ ወዲ ዕስራ እናበልና ንወዲ ሰመንያ ስጉምቲ ወሲዱ ንወዲ ዕስራ ዝምሕር ስርዓት የለን እሹይ ፍቶተኸተልቲ ናፍቲ ዋና ሓበሬታ ክንዘክር ገለና ማልቲ ኣብዝሐዚ ሰዓት ስታሊን ገብረስላሴ ኣብ ዶብ ኤርትራ ናይ ኢትዮ ዝኾነት ድሮን ኣብዝሐዚ ሰዓት ከምዝወደቀት ተወቂዓ ከምዝወደቀት እንዳሓበረ እዩ ዝርከብ ዘሎ እሱ ድማ ብመን ከምዝኾነ ማልቲ እዩ እስኪ ቀጺልና ንስምዓዮ። ኦፍ ቴክኒካል ችግር ነው አየር ኃይል ይልማን ጠይቁት እስቲ ድንበር አካባቢ የወደቀው ድሮን ምን ሆኖ ነው በሉት። ቴክኒካል ነው ሐጂ ኢብራሂም ለመምታት ሄደ ነው

ሌላ ጊዜ ቢሆን ኣንድ ቀን ይተነተናል ኣሁንም ያልኩት ዋና።
እሺ ፍትዋ ተከታተልቲ ስታሊን ገርብስላሴ ማልት ከምቲ ንሰምዖ ዘለና ኣብ ዝሕዚ ሰዓት ናይ ኢትዮ ዝኮነ ድሮን ማለት እዩ ኣብ ዶብ ዓፋር ወይ ካዓ ኣብ ዶብ ክሊ ኤርትራ ከም ዝተወቅዐት ወቅ ተወቂዓ ከም ዝወደቀት እዩ ዝሕብር ዘሎ ማለት እዩ እዚ ካዓ ብናይ ሲስተም ችግር ኢሎም ከም ዝሓለፍዎ ኣብ መንግስቲ ኢትዮጵያ ድማ እዩ ዝዝረብ ዘሎ እሽሞ ደቂ ዓበይቲ ናይ ሎም ዝነበሩ ሓበሬታታት እዚኦም መስሉ ነይሮም ኣብ ቀፃሊ ብሓዱሽ ሓበሬታ ክሳዕ ንራከብ ቅድሚ እዚ ቪድዮ እዚ ምውፃዕኩም ኩላኩም ላይክ ምግባር ከይትርስዑ ሰሰናዩ ፀፀቡቅ የስመዐና።